ሰላም ሕዋት ኣብዛ ክላስ እምበኣር ብዛዕባ ናይ ኣብዛ ናይ ማጀሜትር ክላስ እምበኣር ብዛዕባ ናይ ስፌር ክኸውን ትዕዝብትና ኣብኡ ኣብ ከባቢኣን ዘሎን ከምኡ እውን ኤርያ ቮሊዩም ካልእን ካልእን ኮንሰፕት ክንዕዘብ ኢና ስፌር እንድሕር ዳ ክንስእል ደሊና ባይዘወይ ልክዕ ብመጀመርታ ሰርክል ንጀምር ቀጺልና እታ ናታ ራድያስ ንባ ኣብ ዘሎ እንድሕር ደኣ እቲ ራድያስ ኢልና ናይ ስፌር ፍልይ ደብላ ነገር ከምዚ ዓይነት ምንታሽ ምኸሉ ኣይ ማለት እዩ ክብብ ዝበለ ሕጂ ኣብ ስፌር ዝተወሰኑ ነገራት ኣለውና ንኣብነት ቮሊም ከመይ ጌርና ናይ ስፌር እንድሕር ዳኣ ንረክብ ኢልና ንቅድምቲ ንቅድሚ እቲ ፎርሙላ እንድሕር ዳኣ ክነቕምጦ ደሊና ንኣብነት ራድያስ ተዋህበና ጊቭ ንበል ራድያስ እንድሕር ዳኣ ክልተ ተዋሂብና ካብኡ ተመርኪስኩም ከዓኒ ቮሊም ከምኡ እውን ኤርያ ረኸቦ እንድሕር ደኣ ተባሂልና እምበኣር እስከስ ኦኬ እንታይ ንብል ሰለስተ ኣብነት ክንገብር ኢና መጀመርታ እዚኣ ተቐዳመይቲ ንበላ እምበኣር ራድያስ ክልተ ተዋሂብና ኣሎ ሕጂ እምበኣር እንታይ ክንገብር ኢና እቲ ኤርያ ክንረኽቦ ተደልና ናይ ስፌር ኤርያ ይኸውን ኣርባዕተ ፓይ ኣሮ ስኬር ክንብል ኢና እዚ ማለት ከዓኒ ኣርባዕተ ፓይ ኣር እቲ ራዳስ ክልተ ኢልናዮ ክልተ ሃይለ ክልተ ከዓ እዚ እምበኣር ቀስ እንታይ ይበና ኣሎ ማለት እዩ ኣርባዕተ ዝረብሖ ፒ ዝረብሖ ክልተ ሓይለ ክልተ ባርከስ ሓምሳ ነጥቢ ዕስራን ሽዱሽተን ክበና እዩ ድሕሪ ደኣ ቮሊም ክንረኽቦ ፈቲና ከዓ ናይ ቮሊም ናይ ስፌር ቮሊም ፎርሙላ ከዓኒ ኣርባዕተ ኣብ ርእሲ ሰለስተ ባይ ኣር ኪብ ማለት እዩ ድሕሪ እዚ ከዓኒ ኣርባዕተ ብሪት ሰለስተ ከም ዘለዎ ክመፅ እዩ ፓይ ከም ዘለዎ ክመፅ እዩ ኣርኪብ ከዓኒ እቲ ራዳስ ሓይሊ ሰለስተ ማለት እዩ ራዳስ ከዓኒ ክልተ ሓይሊ ሰለስተ ኢልና ነርና እዚ ማለት ከዓ ሸሞንተ ሸሞንተ ዝረብሖ ፒ ዝረብሖ ኣርባዕተ ዝተመቕሎ ንሰለስተ ኣርባዕተ ዝተመቕሎ ይቕሬታ ኣርባዕተ ዝተመቕሎ ንሰለስተ ዝረብሖ ኣርባዕተ ዝረብሖ ፒ ዓሰርተ ሽዱሽተ ነጥቢ ሰብዓን ሓሙሽተን ሂብና ኣሎ ሰንቲሜተር ኪፕ ኦኬ እዚኣ ተቐዳመይቲ ኣብነት እያ እንድሕር ዳታ ካልኣይቲ ክንሪኣ ፈቲና ካልኣይቲ ተመሳሳሊ ሕቶ ኮይኑ እቲ ራድያስ ናህና ግን እንታይ ይብለና ዋላ ንእግረ መገድና እቲ ራህና ራድያስ ሰለስተ እዩ ክብለና እዩ ካብኡ ተወጊስኩም ከዓኒ እንደገና እዚአን ተኸቦ እንተይልና እምበኣር ከስ ኤርያ ክንብል ኢና ኤርያ ከም ቀደምና ኹም ኩሉ ግዜ ኣርባዕተ ፓይ ይቕሬታ ኣርባዕተ ፓይ ኣር ስኬር ክንብል ኢና ፓይ ኣር ሓይሊ ክልተ እንደገና ኣርባዕተ ከም ዘለዎ ክመፅእ እዩ ፒ ከም ዘለዎ ክመፅእ እዩ እቲ ራዳስ ከዓኒ ሰለስተ እዩ ናይ ሕጂ ዓንተ ክልተ ነይሩ ሰለስተ ሓይሊ ክልተ ማለት እዩ እዚ ማለት ከዓኒ ሰለስተ ሓይሊ ክልተ ትሽዓተ ትሽዓተ ዝረብሖ ፒ ዝረብሖ ኣርባዕተ ሚትን ሰላሳን ነጥቢ ዜሮ ሸዓተ ሰንቲሜተር ስኬር ቮሊዩም እንድሕር ክንሪኦ ደሊና ከዓኒ ናይ ቮሊዩም እንታይ ይብለና ኣሎ ኣርባዕተ ብርእሲ ሰለስተ ፓይ ኣር ኪብ እዚ ከዓ ኣርባዕተ መብርዒ ሰለስተ ከም ዘለዎ ክመፅእ እዩ ይቕሬታ ፓይ ከም ዘለዎ ይወርድ ኣር ከዓኒ ሰለስተ ኢልና እያ ደይ ከመዓንተኦ ሰለስተ ሓይሊ ሰለስተ እምበኣር ሰለስተ ሓይሊ ክልተ ዝረብሖ ሰለስተ ዕስራን ሸውዓተን ከበናይ ዝረብሖ ፒ ሰማንያን ኣርባዕተን ክበናይ ዝረብሖ ኣርባዕተ ዝተመቕሎ ንሰለስተ ሚትን ሰላሳን ሓደን ሚትን ዓሰር ሰለስተን ነጥቢ ዜሮ ሸዓተ ሰንቲሜተር ኪብ ገታ ካልእቲ ኣብነት ናይ ሳሰይቲ ኣብነት እንተሓዳ ክንረዶ ኢልና ረዳስ ሓሙሽተ ተዋሂብና ኣሎ ንበል እምበኣርከስ ኤርያ ክንረክብ ኢና ብመጀመርታ ኤርያ ክንታቕ ናይ ቀደም ኣቢልና ዝረኣናዮ ጠጠው ኣቢልኩም ክትፍትኑ ባይዘወይ ኣብ ግዜ ሃላ ስለ ደልና ኣርባዕተ ብርእሲ ይቕሬታ ኤርያ ክንረክብ ተኮይና ኣርባዕተ ፓይ ኣር ኣር ስኬር ክንብል ኢና ኣርባዕተ ከም ደለዎ ፓይ ከም ደለዎ ራዳስ ከዓኒ ሓሙሽተ ኮይኑላ ሕጂ ሓሙሽተ ሓይለ ክልተ ዕስራን ሓሙሽተን ኮይና እዩ ዝረብሖ ፒ ፒ ከዓ ሰለስተ ዓን ነጥቢ ዓሰርተ ኣርባዕተ እዩ ዝረብሖ ኣርባዕተ ሰለስተ ሚእትን ዓሰርተ ኣርባዕተን ነጥቢ ዓሰርተ ሓሙሽተ ሰንቲሜተር ስኬር ክበና እዩ እምበኣር ቮሊዩም ክንረክብ ተኮይና ቮሊዩም ከመይ ጌርና ንረክብ ተኢልና ኣርባዕተ ብርእሲ ሰለስተ ፓይ ኣር ኪብ ኢልና ነርና እምበኣርከስ ኣርባዕተ ብርእሲ ሰለስተ ከም ደለዎ ይመጽእ ፒ ከም ደለዎ ራድያስ ሕጂ ሓሙሽተ እዩ ሓሙሽተ ሓይሊ ሰለስተ እምበኣርከስ ኣርባዕተ ኣብ ዝተመቕሎ ንሰለስተ ዝረብሖ ብፒ ዝረብሖ ብሓሙሽተ ሚእትን ዕስራን ሓሙሽተ ኣርባዕተ ዝተመቕሎ ንሰለስተ እቲ ዝረብሖ ብ ፒ እቲ ዝረብሖ ብ ሚእትን ዕስራን ሓሙሽተን ሓሙሽተ ሚእትን ዕስራን ሰለስተን ሓምሳን ትሽዓተን ሰንቲሜተር ኪቢበና እምበኣር እዚ እቲ ሓፈሻዊ ኮንሰፕት ናይ ኣብ ስፌር ክንዕዘቦ ንኽእል ነገር እዩ እቲ ናቱ ኤርያ እቲ ናቱ እቲ ኣብኡ ዝርከብ ቮሊም ካብኡ ሓሊፍና ከዓኒ ኣብ ዝመፅእ ለቨል ናቱ ናይ ገዛ ርእሳ ኮንሰፕት ኣለዎ ማለት ካብ ቮሊሚን ኤርያን ሓሊፍና ክንሪኦ ንኽእል ንግዜ ግን ኣብዚ ይኣኽለና